ሰላም ሰላም ክትብሉ ናይ ወትሩ ትምኒተይ። ናይ ሎማዓንቲ ቪድዮይ ሓንቲ ኢንተረሳንትን ኣገዳሲትን ቪድዮ እያ። እዛ ቪድዮ ከዓኒ ንኹልኹም ኣወዳት ሓበሻ ትምልከት። እም፣ ሎማዓንቲ ኣብ ሓደ ናይ እ፣ ኣዋልድ እ፣ ዶክተር ከይድና ኔርና ማለት እዩ። እኒ ሰበይተይ ቆጸራ ኔርዋ ኣነ ከኣ ንዓኣ ናይ መሰነይታ ከይደ ማለት ስለዚ ከሰንያ ምስ ከድኩ ከኣ ወዲእና ምስ መጻና ናብ ገዛ ሕቶ ምስ ሓተትክዋ እንታይ ዓይነት ስምዒት ይስምዓ ኣነ ምስኣ ክከይድ እንከለኩ ዶ ጽቡቅ ስምዒት ይስምዓስ ወይስ እሳ ንበይና ክትከይድ እንከላ ኣነ ካልኣይ ግዜ ንሰበይተይ ናብ ናይ ኣዋልድ ሓካይም እዚ ከም ናታ ተመኩሮ ዘዕለለትኒ ከኣ ኣነ ምስኣ ክህሉ እንከለኩ ጽቡቅ ስምዒትን ወይ ከኣ ኮንፊደንስ ከም ዝስምዓን ገሊጻትለይ ማለት እዩ እዚ ከኣ ንኩለን ኣዋልድ ኣሕዋትና ክጠቅመን ይክእል እዩ ስለዚ ሲ ቪድዮ እንድሕር ደኣ ተገርካ ብዙሓት ኣወዳት ናትና ዘሰንይወን ወይ ከኣ ከምኡ ከም ዝደልያ ሲ ከም ትዕዝብተይ ወይ ከኣ ካብ ተመኩሮይ

ከሳብ መወዳኣታ ስምዕዋ ንብዙሓት ሰባት ኣወዳት የዕርኽትኹም ከኣ ብ ሸር ግበርሎም መኽንያቱ ንሰበይትኻ ምስናይ ማለት ንስኻ ብዙሕ መልእኽቲ ነቶም ሓኻይምን ንዓኣን ብፍላይ ከኣ ሰበይትኻ ጥንስቲ ተኾይና ነቶም ዝውለዱ ደቅኻን ሓደ ዓብይ መልእኽትን ንጹር መልእኽትን ትሰደሎም ስለ ዘለኻ ማለት እዩ። Wenn ich meine Frau bei Frauenarzt

ናክ በሽ ብረሸ እንድሕር ደኣ ኣነ ን በዓልቲ ቤተይ ናብ ናይ ኣዋልድ ሓኻይም እንድሕር ደኣ እንተሰንየያ ሲ እንታይ ዓይነት ኣለታዊ ወይ ፖዘቲፍ ዝኾነ ጽልዋ ኣለዎ ኢለ ምስ ሓተትክዋ እዚ ከንብቦ ዝጸናሕኩ ማለት እዩ እቲ ዓይነት ከጋጥም ዝኽእል ክትነግረኒ ጸኒሓ ማለት እዩ ሎማዓንቲ ምስ ን በዓልቲ ቤተይ ናብ ናይ ኣዋልድ ሕክምና ኣሰንየያ ስለዚ ንዓ ምስ ሓተትክዋ ከኣ እንታይ ዓይነት መዓስ ደስታ ይስማዓ መዓስከ ኣነ ምስኣ እንተሃልየ ድዩ ደስታ ዝስማዓ ዋላስ በይና እንተኸይዳ ናታ ግብረ መልሲ ወይ ናታ መልሲ ከኣ ኣነ ምስኣ እንተሃልየ ጽቡቕ ከም ዝስማዓን ብዙሓት ኣዋልድ እውን ሰብኡተን ድሕር ደኣ ምስኦም እንተኸይደንሲ ጽቡቕ ስምዒት ከም ዝስመዐንን ነፍሲ ኣማነት ወይ ከኣኒ ደስታ ከም ዝስምዐን ክትሕብረኒ ጸኒሓ ማለት እዩ። ስለዚ እንድሕር ደኣ ንስኻ ምስ ሰበይትኻ በግላይትን ትገብራ ተኾንካ ወይ ተሰንያ እንድሕር ደኣ ተኾንካ ንዓኣ ኣብ ሕቶታት ክትሕግዛን ንዓኣ እውን ጽቡቕ ዝኾነ ፖዘቲቭ ዝኾነ ስምዒት ንኽስምዓን ይሕግዛ ይብሉ ማለት እዩ እቶም ክኢላታት ወይ ከምዚ ብጎጉል ዘንበብክዎ ወይ እውን ካብ ናይ ሰበይተይ ግብረ መልሲ ከም ዝሰማዕክዎ ማለት እዩ። ኣብቲ ናይ ኣዋልድ ሓኻይም ምስ ከድኩ ከኣ እተን ደቂ ጻዕዱሲ መብዛሕተን ምስ የዕሩኽተን ወይ ከኣ ምስ ሰብኡተን ኣብኡ ርእየየን ማለት እዩ። ኣነ ንኻልኣይ ግዜ እየ ንሰበይተይ ናብ ናይ ኣዋልድ ሓኪም ዘሰንያ ዘለኹ፣ ስለዚ ሎምዓንቲ ሓይልቲ እያ ማለት እዩ። እዛ ቪድዮ ከኣ ኣገዳሲት ክትከውን ትኽእል እያ ኢለ እየ ዝሰርሓ ዘለኹ። ብፍላይ እንድሕር ድኣ ሰበይትኻ ተጠኒሳ፣ ንሰበይትኻ ምስኣ ክልተ ግዜ ሰለስተ ግዜ ኪድ፣ መጀመርያ ኣብ ዝጠነሰትሉ፣ ምኽንያቱ ንስኻ ምስኣ ክትዘራረብን ኢሂን ምሂን ክትበሃል ድኾነ ሕቶ ድኸበዳ ነገር ምስቲ ዶክተራ ወይ ምስታ ዶክተራ ንክትዘራረብ ኣብ ክንድኣ እቲ እቲ ኮሚኒካስዮን ወይ እቲ ዝርርብ ንስኻ ክትሓልፈላ ስለ ትኽእል ማለት እዩ ኣብዚ ግዜ እዚ ኸኣ ንዓኣ ደስታ ዝስምዓ ወይ ነብስ ተኣማንነት ዝስምዓ ስለዚ ንሰበይትኻን በግላይት እንድሕር ድኣ ተገርካያ ተሰኒኻያ ሓደ እንድሕ ነቶም ደቅኻ እንታይ ዓይነት መልእኽቲ ትሰደሎም ኣለኻ መጀመርያ ንስኻ ብድሕሪኦም ከም ዘለኻ ምስኦም ከም ዘለኻ ካልኣይ ንሰበይትኻ ኣነስ ምሳኺ ኣለኹ ኣጆኺ ትብላ ኣለኻ ማለት እዩ። ሳልሳይ ነቶም ደጓትር ነታ ዶክተር ነቶም ደጓትር ሓደ ዓብዪ መልእኽቲ ትሰደሎም ኣለኻ ማለት እንድሕር ዳ እቶም ደቂ ዓዲ ምስ ኣንስቶም ድመፁ እንተኾይኖም ደሰኒዎን እንተኾይኖም ንስኻ እንድሕር ዳ ምስኣ ትኸይድ እንተኾንካ ንዐአን ነቶም ዋላ ነቶም ደጓትርሲ ሓደ ንፁር መልእኽቲ ትሰደሎም ኣለኻ ማለት ኣነ ምስ ሰበይተይ ኣብ ድሕሪኣን ኣብ ጎናን ኣለኹ ንሳ እንድሕር ድኣ ዋላ በይና ትምጻእ ኣብ ኣነ ዘየለኹሉ ኣነ ግን ኩሉ ጊዘ ምስ ኣለኹ ብድሕሪኣ ኣለኹ ኣነ ከኣ ኡንተርሹትስን ክገብረ ክድግፈኣ ክሕግዛ ኢልካ ሓደ ዓብይ መልእኽቲ ትሰደሎም ኣለኻ እንድሕር ድኣ ክልተ ጊዘ ሰለስተ ጊዘ ምስ ሰበይትኻን ወይ ከኣ ምስ ኣፍቃሪትካን እንድሕር ድኣ ትኸይድ ተኾንካ ማለት እዩ እዚ ንገሊኤን ክሰርሕ ምስአን ክትከይድ ከለኻ ጽቡቕ ዝኾነ ነፍስ-ኣማንነት ክስመዐን ይኸእል፣ ገሊኤን ከኣ ንበይነን ክኾና እንከለዋ ጽቡቕ ስምዒት ክስመዐን ይኸእል። ኣብዚ ሕጂ መምስተን ኣዕሩኽትኹም ወይ ምስ ሰበይትኻ ክትዛራረብ እንታይ ዓይነት መዓስ ግዜ እይ ጽቡቕ ስምዒት ዝስመዓ ክትዛራረብን ክትድግፋን ወይ ከኣ ክትመያየጡን ትኸእሉ ኢኹም። እዚ ግን በቲ ፐርሰንት ወይ በቲ ብዝሒ እየ ዝሰርሖ ዘለኹ ንብዙሓት ኣዋልድውን ክጠቕመን ይኸእል እዩ። ቪድዮ እንተትሰርሕሲ ንብዙሓት ኣሕዋትናን መክንያቱ ከም ናተይ ተመክሮ ኣወዳት ናትና ወይ ሓበሻ ነንስቶም ወይ ንደቆም ናብ ናይ ሓኻይም ዝኾነ ወይ ከምዚ ዓይነት እንተባህል ደገፎምን ወይ ደገፈምን ስለ ዘየበርኩትለን ስለዚ ደገፍኩም እንድሕር ተበርኪትኩምሎም ንደቅኹምን ነንስትኹምን ዓብይ ዝኾነ መልእኽትን ወይ ዓብይ ዝኾነ ፖዘቲቭ ዝኾነ መልእኽቲ ስለ ዘለዎ ማለት እዩ። ኣብ ካልእ ብካልእ ክሳብ ንራከብ ዳሓን ኩኑ እዚ ቪድዮ እንድሕር ዳኣ ተሓጊዙኩም ካኣ ላይክ ሸር ኮመንት ኣይትረስዑ ኣብ ካልእ ብካልእ ዳሓን ኩኑ።